ሰላም ናይ ሎሚ ዛዕባና ፖለቲካ ኪነ ጥበብ ፕራይም ሚኒስተር ኣብይ ቴዲ ኣፍሮ ሰናይ ምክትታል። ቅድሚ ሰሙን እቲ ህቡብ ቴዲ ኣፍሮ ሓደ ኣልቡም ኣውፅኡ ነይሩ። ክሳብ ሕጂ ዘይረኣዮ ሰብ የሎን ብጠራርብኡ ድምፁ ኩሉ እዩ ደስ ዝብለኒ ግን ብዙሕ ሙዚቃታት ኣይሰምዓሉን እየ። ምኽንያቱ እቲ ዝብሎሱ ካብቲ ኣነ ዝፈትዎ ዓይነት ኣይኮነን ብናይ ሬጌ ሙዚቃ ተመሲጠ ኣይፈልጥን ዝቦብ ማርሊ ገለ ዝብሃል ኣይፈትዎን እየ እዚ ሬጌ ዘየፍትወኒ ምኽንያት ክኣ እንታይ መስለኩም መጀመርያ ክላለዮ ከለኹ ኣብ ካሴት እዩ ነይሩ ሽዑ እዚ ካሴት ገበር ናቱስ ስእሊ ናይ ሃይለስላሴ ዳሕራይ ክኣ ጃህ ራስ ተፈራይ ገለመለ ዝብሃል እቲ ሕማም ርእሲ ዘምጻለይ ቃላት ንዑታት ስለ ዝረዘርክኦ ነፍሲ ወከፍ ናቱ ሙዚቃ ኣለዎ። እቶም ጸልኦም ኩሎም ስርዓዮም እንተ ተባሂለስ እቲ ቀዳማይ ዝሰርዖ ሃይለስላሰ እዩ። ንዕኡ ዝውድስ ስእሉ ዘለዎ ገለ ዘለዎ ነገርሲ መልኣኸይ ኣይፈትዎን እዩ። ሓደ ዓርከይ ኣሎ ብጣዕሚ ዝፈትዎ ን ቴዲ ኣፍሮ ሊንክ ገለመለ ይሰደለይ እዚ ደርፊ ደኣ ክሳብ ክንድምንታይ እዩ ተፈትዩ ኢለ እንዳተገረምኩ ከለኹ ብልጽግና ብጣዕሚ እዮም ሓሪቆም ዘለዉ ካብ ቴቢ ኣፍሮ ኣዋሪድዎም ይብለኒ። ኣብይ ዲስኩር እንዳገበረ ኣብ ፓርላማ ካልእ እንተኔርዎ ይፈልጥ እን እንታ ቁራጽ ኣባይ ዝመጸት ብሽሙ ኣይጥቅሶን እዩ። እዛ ፕራይም ሚኒስትርነትሲ ናተይ ይሕዛእቲ እያ ኣብኣ ኣይትምጽኡኒ ዝብል ዘሎ ዓይነት እዩ ዝመስል። እንተ ደኣ ሓደ ኣርቲስት ኣብ ኣክቲቪዝም እንድሕር ኣትዩስ እቲ ካባ ናይ ክብረቱ ወዲቑ ማለት እዩ ይብል። ኣክቲቪስት ምእንቲ ጽቡቕ ናይ ሕብረተሰብ እዩ ዝቃለስ። ሙዚቀኛ ከኣ እቲ ካልእ ክዛረበሉ ዘይክእል የብጽሖ እዩ እቲ መልእኽቱ። ኣብ ኤርትራ ብዙሕ ነይሩና እንድዩ ፋጥና ዛህራ ዝበሃል ነዛ ባንዴራ እዩ ዝድረፈላ ዘሎ ይበሃል ነይሩ። ሽዶ ይሃቡኒ ናይ ፖለቲካ እዩ ይበሃል ነይሩ ብዙሕ ደርፍታት ነይሩ እዚኣ ፖለቲካ እያ እዚኣ ፖለቲካ እያ ገለ ዝበሃል ዝነበረ እዩ። ሓደ ኣርቲስት ብዛዕባ ፖለቲካ እንተደረፈ ናይ ሓደ ስነ ጥበባዊ ስርሕን ናይ ሓደ ኣክቲቪስት ስርሕን ሓደ እዩ ብዛዕባ ሕብረተሰብ ነቲ ሕብረተሰብ ዘቐንዝዎ ዘሎ ነገር ደው ከብልዎ ወይ ኣንጻሩ ክዛረቡ ምስ ዝደልዩ ብደርፊ ገይሮም ይገልጽዎ፣ ብስእሊ ገይሮም ይገልጽዎ፣ ብኻልእ ስነ ጥበባት ድራማታት ገይሮም እውን ይገልጽዎ። ኣብ ሙዚቀኛታትን ኣብ ኣክቲቪስትን ክንውስኖ እቶም ሙዚቀኛታት ዘቕርብሉ ኣክቲቪስት ንሱ ቀረብ ናቱ እዩ፣ መሳርሒ ናቱ እዩ፣ ንዋት ናቱ እዩ፣ ብኡ ገይሩ እዩ ዝሰርሕ፣ የተባብዖ፣ ነቲ ዝገብሮ ዘሎ ነገር ከኣ ይደፍኣሉ። ክልቲኡ ብባህልን ብኩነታት ናይ ህዝብን እዩ ዝድረኽ፣ ንዕኡ እዩ ከኣ ዘንጸባርቕ። ህዝቢ ብታሪኹ ይጽሎ፣ ብኩነታቱ ይጽሎ። ብብሕትኻ ክትከውን ከሎኻ ከኣ ናይ ብሕትኻ ተመክሮ ስለ ዘለካ ንሱ ከኣ ዝያዳ ይጸልወካ ንሱ እዩ ዝጸርበካ ጠባያትካ ግልምዕ ኣብኡ እተመሰረተ እዩ ዝኸውን ስለዚ ሃይለስላሰ ንምንታይ እጸልኦ ኣነ ገና ኣብ ካልኣይ ክፍሊ ሳልሳይ ክፍሊ እንከሎኹ እየ እዚ ሬሳታት ክርኢ ዝጀመርኩ ኣብ ቀደም ኣብ ከረን እንዳዓበኹ እዞም ተጋደልቲ ኣብ ውግእ ገለ ይቕተሉ ዶ ወዔ ከም ገለ ኢሎም ኣድብዮም ጸኒሖም ይቐትልዎም ቀቲሎም ኣብኡ ከምዚ ዝቐብርዎ ካብ ርሑቕ ቦታ ስለ ዝመጹ ሰራዊት ከኣ ካብ ታባ ናብ ታባ እንዳ ሰገረ ቀስ ኢሉ እዩ ዝጓዓዝ ገሊኣቶም ንኻልኣይ መዓልቲ ገለ ንከረን ይበጽሑ ኣብዚ ከተማታት እዮም ጾም ኣብቲ ዕዳጋ እኽሊ እዩ ነይሩ ኣብኡ ሕጂ ዕንጨቲ ከምዚ ገይሮም ይሰቕሉ ከምዚ ፓሎ ናይ ጎል ናይ ኩዕሶ ይመስል ኣብኡ ከኣ የንጠልጥልዎም ሓንሳብ ሓሙሽተ፣ ሓንሳብ ኣርባዕተ፣ ሓንሳብ ሓደ የንጠልጥልዎም። ገሊኦም ዝተጀላልዑ ኾኑ፣ ገሊኦም ገሊኦም ዝተቖራረጸ ኣካላቶም ይንፍሑ፣ ይጨንዉ። ንሓደ ቆልዓ ከምኡ ከተርእዮ ከለኻስ ንምሉእ ህይወቱ ክርሰዖ ኣይክእልን እዩ። DDT ይንስንሱሎም ከይጨንዉ ምእንቲ። ናይ ጣንጡ ኢና ንፈልጦ ንሕና። እቲ ፈውሲ እንዳተለምደ ከይዱ ሰብ ኣብ ገዝኡ እውን ክጥቀመሉ ጀሚሩ። ሕጂ እቲ ጨናስ ጽቡቕ ጨና ኣይኮነን፣ ሕማቕ ጨና እዩ DDT ንገዛእ ርእሱ። ብክሻ ክሳብ የምጽኡ እዚ ሌሊት የምጽኡ ሕጂ ክሰቅልዎም እንከለዉ ብኡ ገይሮም ከምዚ ገይሮም ይንስንስዎ ነቲ ሬሳ ከይጨኑ ምእንቲ ካብቲ ጨናስ ናይ ሌሊቲ ይትክኦ ሕጂ ቆልዓይ ከለኹ ጀሚረ ሬሳ እንታይ ጨኑ እንተልካኒስ ዲዲቲ እዩ ዝመስለኒ ነይሩ ከምዚ ከልቢ ኣብ ሓደ ነገር ክበጽሕ ትደልዩ ኣሽቲቱ ዝበጽሓ ዝስቀልሉ ዝነበሩ ሰባት ኣብታ ጥቃ ስራሕ ኣቦይ እያ ነይራ ሕጂ ካብኡ እቲ ቤት ክጨንወኒ እንከሎስ ተሰጢሖም ኣለዉ ከኣ ሕጂ ወይ ተንጠልጢሎም ኣለዉ ገለመለ እብል እዚ እንታ ርኤኩ እየ ዓብየ። ገሊኡ ሙዚቃታት ሕጂ እቲ ዝነበረ ኩነታት ከይዘከርካስ ከተስተማቕሮ ኣይትኽእልን ኢኻ ክትዝክሮ ውን ኣይትኽእልን ኢኻ። ንዓይ እዚ ሬጌ ኣብኡ ሰሚዐዮ ኣይኮንኩን ዝብል ተለኹ ሬገ ከም ዘሎ ኣማን ኣይፈልጥን ነይረ ኣብ ዓዲ እንከለኹ ግን ምስ ወጻእኩ እታ መጀመርያ ከምዛ ዝበልኩም ብስእሊ ሃይለስላሰ ስለ ዝተላለኹዎ ምስ ሃይለስላሰ ጠቢረዮ ስለዚ ካብኡ ንንየው ሬገ ዝብሃል ነገር ኣይሰምዕን ነይረ እዚ ኩሉ መንእሰይ ፍቆ ደብዝኸደ ከይዱ ሬገ እዩ ዝሰምዕ ነይሩ ስዕስዕ ውዕል ነይሩ ስለዚ ናይ ቴዲ ኣፍሮ ደርፍታት ዘይሰምዖ መብዛሕቱ ትምልክታቱ ደስ ስለ ዘይብለኒ ኣየስተማቀርኩዎን እሱ ከም ኣርቲስት ነቲ ናይ ሃገሩ ስምዒት ክውክል ንቡር እዩ ስለዚ ኣይኮንኩን ዝካሰሶ ዘለኹ። እምበር ከም ሙዚቀኛ ክንደይ እኳ ብጣዕሚ ውሕሉል ብጣዕሚ ጽፉፍ ኣሰራርሑኡ ግጥምታቱ ጽቡቅ ሙዚቁኡ ጽቡቅ ኣቀራርቡኡ ጽቡቅ ድምጹ ጽቡቅ እዩ። እታ ሓንቲ ጸገም ዘላትኒ እዚ ሬጌ ምስ ሃይለስላሰ ስለ ዝተኣሳሰረ። ራስ ተፈሪ ነቶም ዘይትፈልጡ ቅድም መኮንን እንከሎ ራስ ተፈሪ እዩ ነይሩ ሽሙ። ንጉስ ምስ ኮነ ሃይለስላሴ ናይ ዘውዲ ሽሙ እዩ። ንሱ ጥራሕ ከማን ኣይኮነን ግርማዊ ቀዳማዊ ሃይለ ስላሴ ንጉሰ ነገስት ዘኢትዮጵያ ሞኣ ኣንበሳ ዘኣምነገደ እዩ ዝበሃል ነይሩ። ዓሰርተ ሸሞንተ ቃላት እየን እተን እታ ፎርማል ሽሙ። ኣብዚ ጥቓና ኣብ ኔቫዳ ስተይት ሬኖ ንእሽተይ ከተማ እያ። The Biggest Little City እያ ትበሃል። እታ ዝዓበየት ንእሽተይ ከተማ። ንከረን ከምኡ ዓይነት ጭርሖ ወይ ግናይ እያ ሽም ሃባ እንተዝብሉንስ። እታ ዘይትፍለጥ ውርይቲ ከተማ ምበልኩዋ። ብዛዕባ ከረን ሓደ ግዜ ክዕለኩም እየ፣ ክሳብ ኣብ ዓንቀርኩም ዝበጽሓኩም። ከረን እምበኣር እቲ ዝዓበየ ሰላሳ ኣምስተኛ ዝበሃል ናይ ካልኣይ ክፍለጦር ዝነበረ ሓይሊ ኣብ ከረን እዩ ነይሩ። እታ ዝዓበየት ካምፖ ናይ ጦር ሰራዊት ከኣ ኣብ ከረን ሽሽታ ዝበሃል መልጎም ገለ ዝሰርሕሉ ዝነበሩ ፋብሪካ ነይሩ ንዕኡ ክሰርሕ ኣይከኣለን ደው ኢሉ ኣብቲ ውሽጢ ዓካት ምሻሎት ጻዕዳ ነገር ንዕኡ ጸሪቦም ሞላቡ ገብርዎ ነይሮም ዳሕራይ ፕላስቲክ ገለ ምስ መጸ ተዓጽዩ ነይሩ ድሕሪኡ እዞም ሰላሳ ኣምስተኛ ገለ ዝበሃሉ ኣብኡ ሰፊሮም ነይሮም እቲ ዝበዝሐ ወታደር ጦር ሰራዊት ዝነበረ ኣብ ሓደ ግዜ ከረሪት ዝዓበየ ካምፖ ዝነበረ ውግእ ገለ ክግበር ከሎ ኣብቲ ከባቢ ብርግሩ ትብል እዛ ከተማ ይጠፍኡ ክምለሱ ከለዉ ከኣ መዓት ወጃዕጃዕ እዩ ዝንዳስዋ ባር ከተማ ግፍዒ ናይ ሃይለስላሰን ሰራዊቱን ጸብጺብካ ኣይውድእን እዩ። ሓደ ካብቲ ስንብራት ዝገደፈለይ ተመክሮ እንታይ መስለኩም ሓደ ግዜ ኣብ ገዛ እንዳደርና ኮለና ስድራቤት በቲ ፍኒስተራ ተቐልቂሎምና ሕጂ ኮፍ ኢልና ንሕና ንዕልን ንስሕቕ ኢና ዘለና በቲ ድሕሪት እዞም ሄልመት ዝገበሩ ሰባት እታ መኣዲ ኣልዒሎሞ ኣቦይ ከኣ ነዛ ቆልዓ ሓፍተይ ሓቒፍዋ ስለ ዝነበረ ሒዝዋ ምስኣ ወጺኡ ንደገ ስሒቦም ወጺኦም ኣነ ከኣ ብድድ ኢለ ኣብዛ እግሩ ደገ ምስ ኣውጽኦ ምስኡ ወጺኤ። ሽዑ የጋፍዕዎ ይሓትዎ ገለ መለ እንታይ ጌርካ ዶ ቤሎ ክስታይካ ዶ ብረትካ ቤሎ ዶ ከምዚታት ዓይነት ሕቶታት እዮም ዝሓቱ ኔሮም ኣብዛ እግሩ ተጠቕሊለ። በዚ መዓኮር ጠበንጃ ጌሩ ሓደ ይወቕዖ ኣሎ። ንነጆ እንተ ወዲቑ ኣብ ልዕሊ እታ ቆልዓ ክወድቕ ስለ ዝኾነ ክትጭፍለቕ እያ። ካብኣ ከድሕን ክብል ከምዚ ዝበለ ንዓይ ብእግሩ ደፊኡኒ እቲ ቀደም ነዊሕ ይመስለኒ ነይሩ እስካላ ኣሎ ኣብቲ ኣፍ ደገ ገዛና ሕጂ ግን ተረኢክዎስ ክንዚ ኣይትኸውንን እያ ግን ዝኾነ ኮይኑ ኣብኡ ወዲቀ እንዳ ረኢክዎ እታ ቆልዓ ኣልዒሎም ከምዚ ገይሮም ኣብቲ ውሽጢ ደርብዮማ ንዓይ ከኣ ኪድ እቶ ገዛኻ ኢሎምኒ ጅብ ትጽበ ነይራ ኣብኡ ኣብታ ጅብ ኣደይቦም ሒዞሞ ከይዶም ክልተ ወርሒ ሰለስተ ወርሒ ተኣሲሩ። ክንደይ ቆልዓ መስለኩም ብከምዚ እንዳበኸየ ዝዓበየ ክንደይ ቆልዓ እየ ኣቦታቱ ዝተፈልዩ ኣሕዋቱ ኣዝማዱ ጎረባብቱ ዝተቀትሉ ክንደይ እዮም ክንደይ ከ እዮም ዝተሰውኡ እዚ ኩሉ ስንብራት ሒዝካ ክትነብር ብጣዕሚ ከቢድ እዩ ቀሊል ይመስሎ ንዘይረኣዮ ግን ከቢድ እዩ ቁልዕነትካ ዝረኤኻዮ ነገር ንዘልኣለም ምሳኻ እዩ ዝነብር እንዳሳቀይካ ካልኣይ ከኣ ሕሰቡ እሞ ሓደ ከተማ ተወሊድካ ነታ ከተማ ከይረኢኻያ ክትዓቢ ኮለኻ ኣብ ውሽጣ እንኮለኻስ ከይረኢኻያ ትዓቢ። ወዲ ትካቦ እንታይ ይብል ኣብ ዓለም ኮለና ዓለም ክትስእነና ገለ ዝብል ደርፊ ምሽ ኣለዎ ንሕና ከኣ ኣብታ ከተማ ኮለና እሳ ከተማ ኣይንፈልጣን ኔርና ካብ ስሳን ሸውዓተን ጀሚሩ ኣብ ከረን ክብረፎ እኮ ኔሩ ካብ ሰዓት ሽዱሽተ ናይ ምሸት ጀሚሩ ምሉእ ለይቲ ክሳብ ንጎሆ ሰዓት ሸውዓተ ዝንቀሳቀስ ሰብ የሎን ተተንቀሳቂስካ ኣደራዕ የውርደካ ትቅጥቀጥ ትእሰር ሕጅስ እታ ከተማ እንታይ ከም ትመስል ብምሸት ኣይፈልጣን እየ ስለምንታይ ዝነግረኩም ኣለኩ መስለኩም ብዙሓት ኣለዉ መንእሰያት ዘይርከብሉ ዘይፈልጥዎ ብዙሓት ከኣ ኣለዉ ዝረኣይዎ ዝነበርዎ ከምዘይ ነበረ ገይረምሲ ወላ ገለ ስምብራት ዘይገደፈሎም ሰባት ውን ንርኢ ኢና ገሊኦም ከኣ ክርስዑዎ ስለ ዝደለዩ ይርስዕዎ ብከምዚ እዩ ተሓሊፉ እዚ ኩሉ ንምንታይ ነይሩ ምእንቲ ነጻነትን ዜጋ ደስ ኢልዎ ከቢሩ ኮሪዑ ከይፈረሔ ከይረዓዴ ክነብር እዩ ነይሩ እቲ ቃልሲ እዚ ኩሉ ኣይተረኽበን ክሳብ ሕጂ እሞ ኣብቲ ሬጌ ክምለስ ሬጌ ንዓይ ሙዚቃ ወይ ህርመት ኣይኮነን እንታይ ደኣ ተበራበር ከምዚ እኮ ነይሩ እዩ ዝብለኒ ዘሎ ነገር ኮይኑ እዩ ዝስመዓኒ። ሓንቲ ክትግንዘብዋ ዘለኩም ግን ሬጌ ኩሉ ከምኡ እዩ እብል የለኹን ምኽንያቱ እሱ ዝኾነ ሙዚቆም እሱ ዝኾነ ባህሎም ኣለዉ ንዑ ኣይኮንኩን ዝቃወም ዘለኹ ንቴዲ ኣፍሮ እውን ኣይኮንኩን ዝቃወም ዘለኹ ናተይ ናይ ብሕተይ ቴስት እዩ ናይ ሙዚቃ ቴስት ምስ ምንታይ ከም ዝተኣሳስሮን ከመይ ስለምንታይን ከም ዝርሕቆን ንክገልጽ ደልየ እዩ ካብ እምበረጦራት ናብ ፕራይም ሚኒስትራት እስከ ንኺድ ሕጂ ታሪኽ ኢትዮጵያ ምስ ሃይለ ስላሰ ኣየብቅዐን መንግስቱ ተተኪኡ ካብኡ ዝገድድ ድሕሪኡ እውን ወያነ መጺኡ ኢፒኣርዲኤፍ ድሕሪኡ ውን እዚ ደሳለኝ ዝባሃል ነይሩ መስኪናይ እቲ ሰብኣይ እቲ ፓስቶር ክኸውን እዩ ተፈጢሩ ፕራይም ሚኒስተር ስለምንታይ ከም ዝኾነ ውን ኣይርድኣንን ሪዛይን ገይሩ ንኣብይ ማዕጾ ከፊታትሉ ኣብይ ፕራይም ሚኒስተር ኮይኑ ኣሎ ክሳብ ሕጂ ሸሞንተ ዓመት ኣይገርመኩምን ከምዛ ትማሊ ኮይና ዝስምዓና ሸሞንተ ዓመት ገይሩ ኣሎ ኣብቲ መጀመርያ ምስ ተመርጸ ብዙሕ ተስፋ ኣንቢረሉ ነይረ ፈትየዮ ነይረ ንቑሩብ ኣዋርሕ ብሕልፊ ኣብቲ ሱዳን ከይዱ ናይ ዕርቂ ገለ ክገብር ምስ ጀመረ ገለ እዚ ሰብኣይ እዚ ኣብ ጽቡቕ መገዲ ከይድ ኣሎ ገለ ይብል ክልተ ወርሒ ድየን ሰለስተ ወርሒ ዝኾና እየ ኣድኒቀዮ ድሕሪኡ እንተሪእክዎስ ሓደ ኤረትራን ህግደፍን ወይ ኤረትራን ኢሳያስን ሓደ ኣማዕርዩ እዩ ዝርእየን ኔሩ ሕጂ ምስ ኢሳያስ ከይዱ ስምምዕ ገለ ክገብር ኮሎስ ምስ ኤረትራ ተሰማሚዕና ይብል እዚ ኣብቲ ዲፕሎማሲ ከም ድላዮም ከምኡ ክገብሩ ክእሉ እዮም፣ ኩሉ ሰብ ከምኡ እዩ ዝብል፣ ምስ ሓደ ፕረዚደንት ወይ ገለ እንተ ተሰማሚዕካ ምስ ከምዚ ሃገር ተሰማሚዕና እዩ ዝበሃል። ኣነ ግን ፕረዚደንት እይኮንኩን፣ ኣባል መንግስቲ እይኮንኩን፣ ኣክቲቪስትን ጸሓፋይን እየ። ሕልናይ ዝብለኒ ነገር እየ ዝኣምንን ዝሓስብን እምበር ንኻልእ ይጥዓሞ፣ ፕሮፖጋንዳ ገለመለ ኣይገብርን እየ። ኣዴኻ ዝለኣኸትካ ዘይኮነስ ዕዳጋ ከም ዝጸንሓካ እንድዩ። እቲ ዕዳጋ ጽቡቕ እንተጸኒሑኒ ጽቡቕ ዝዘረብ፣ እቲ ዕዳጋ ገለ ዘይብሉ እንተኾይኑ ከኣ ገለ የብሉን እብል። ካልኣይቲ ከኣ ኣብዛ ክልተ ሽሕን ዕስራን ክልተን ዝጀመራ ውግእ ፖለቲካ ኣይነበረን፣ ጸረ ህዝቢ ብጽልኢ ዝተደረኸ እዩ ነይሩ። እቲ ፕሮፖጋንዳ ዝግበር ዝነበረ ርኢኹሞ ኢኹም፣ እቲ ቅትለት፣ ግፍዒ ዝግበር ዝነበረ። ኣብዚ ዘመን እዚ ከምኡ ዝገብር ሰብሲ ክህሉ ኣይትጽበዮን ኢኻ። ብሕልፊ ሓደ ብከምኡ ግፍዕን ብበደልን ዝሓለፈ ህዝቢ፣ ዓመታት ደሙ ዝፈሰሰ ህዝቢ ኣብ ከምኡ ክውዕል ኣይትጽበዮን ኢኻ። ብኢትዮጵያ ኮይኑ ብኤርትራ ግን ፖለቲካ ስለ ዝቕድም ስልጣን ስለ ዝቕድም እዚ ኩሉ ሰብ ጠፊኡ ክሳብ ሕጂ ሰሎሎ ዝኣተዎ ተዓዲ ኣብ ልዕሊ እቲ ዝነበሮ ሰሎሎ ክሳብ ሕጂ ኣብ ጭቃ ኣቲና መውጽኢ ረኸብናን ዘለና። መጠበሪ ከኣ ቦማታ ወይ ከኒና ወይ ገለመለ ከምኡ ከኣ በዚ ተጸሚድና በዚ ገለ ጌርና በዚ ገለ ከምኡታት ናይ ፖለቲካ ስርሓት እዚ ኩሉ ኣበይ ኢድ ኣለዎ? ከምቶም መብጽዓኦም ብዙሕ ዘረክብዎ ከኣ ውሑድ ከምኣቶም ጌረ እየ ዝርእዮ። ምክንያቱ እቲ ዝዛረቦ ዘረባ ስቕ ኢልካ ናይዚ ርኣዩለይ ስምዑለይ መጋየጺ ገለ እንተዘይኮይኑ እቲ መሰረታዊ ነገር ክብረት ናይ ወዲ ሰብን ብጽቡቕ ክነብረሉ ዝኽእልን ኣይኮነን። በዚ ፓላሶ ተሰሪሑ በዚ ምሽ ዓርፍ ኤገሌ መናፈሻ ተሰሪሑ በዚ ፓላስ ተሰሪሑ እዚታት እዩ። እዚ ከኣ ንኻልእ ነቲ ክሸራሸር ዝመጽእ ነቲ ገንዘብ ክድልብ ዝደሊ ንዕኡ ጽጽቡቕ እዩ ግን ነቲ ተራ ሰብ ወላ ሓንቲ ይገብረሉን እዩ። መፍትሒ ኣይኮነን እዚ ሸፈጥ እዩ። ኣብዚ ኣብ ዝበሎ መደረ እንታይ ከም ዝብል ኣሕጺረ ክነግረኩም። ኣርቲስትን ኣክቲቪስትን ከም ድሙን ኣንበሳን እዮም ግን ሓደ ኣይኮኑን ዝተፈላለዩ እዮም ድሙ ከም ኣንበሳ ኣይከውንን እዩ እንተ ኣንበሳ ክኸውን ደልዩ ከኣ ደድሕሪ ኣናጹ ምጉያይ ክገድፎ ኣለዎ ምኽንያቱ ኣናጹ እንዳሳደድካ ኣንበሳ ምዃን ኣይከኣልን እዩ ኣንበሳ ከኣ ኣናጹ ኣየሳድድን እዩ ብውሽጡ ድሙ ኣንበሳ ክኸውን እዩ ዝደሊ ግን መብዛሕቱ ግዚኡ ኣብ ጎዳጉድ ናይ ኣናጹ የሕልፎ ኮይኑ ስለዚ ዝተፈላለዩ ፍጥረት እዮም እቲ ዘገርም ገለ ንፉዓት ኣርቲስታት ብሰይ ገለ ምኽንያት ይወድቁ ይጠፍኡ። እቶም ትፈትዎም ኣርቲስታት ሎሚ ኣብቲ መስርዕ የለዉን። እዚ ከምዚ ምምጥጣር ይጎድኦም እዩ። ሓደ ኣርቲስት ኣክቲቪስት ክኸውን እንድሕር ደልዩ ካቡኡን ክብረቱን ደርብዩ ኣሎ ማለት እዩ። እታ ብልጽግና ኮርዮም ኣለዉ ኢሉ ስለ ዝደለየ ሓደ ዓርከይ ዝበልኩኹም ክሊፕ እዛ ትርእይዋ ዘለኹም እያ። እዚ ዘንበልኩም ዝጸናሕኩ ከኣ ትርጉም ናይቲ ኣብዚ ዝብሎ ዘሎ እዩ። ፓርላማ ኣብይ ከምዚ ናይ ቀዳማይን ናይ ካልኣይ ክፍሊ ተማሃሮ ተሰሪዖም መምህር ዝዛረብ ዘሎ ስቅ ኢሎም ዝሰምዕዎ ከምኡ እዮም ዝመስሉ። ሳሕቲ ሓደ ሰብ ክሓትት ትሰምዖ ወይ ክከራኸር ትሰምዖ እምበር ከምኡ የብሎምን ስቅ ኢሎም እዮም ዝሰምዑ ከምቶም ናትና ናይ ኤርትራ እቶም ሚኒስትራት ክእከቡ ከለዉ ሪኢኹሞ ኣለኹ ወረቀት ኣምጺኦም ምጽሓፍ ጥራሕ ከምዚ መርመራ ኣለኩም ጽባሕ ዝተባህሉስ ይጽሕፉ ጥራሕ ኖት ወስዶም እዚኦም ከምኡ ከማን የብሎምን ስቅ ኢሎም እዮም ዝሰምዑ ከምዚ ስብከት ኣብይ ከምዚ ክዛረብ ከሎ እዚ ከምዚ ማለት ኣይኮነን ገለ ኢሎም ዝከራኸርዎ ነይሮም ሕጂ ርእዮም የለኹን ኣብይ ከምዘለዉ እንድዒ። እሞ በዚ ዝረኤናዮስ ኣብይ በዚ ናይ ቴዲ ኣፍሮ ሙዚቃ ተቐይሙ ኣሎ ዶ ትብሉ? እንተ ደኣ ተቐይሙ ኮይኑ እዚ መልሲ ዝህብ ዘሎ እዚ መልሲ እዝስ ካብ ሓደ ፕራይም ሚኒስተር ክወጽእ ዘለዎ ዓይነት መልሲ እዩ ትብሉ ዶ? ምሽ ገሊኣቶም ጀንደር ይቅይሩ ድሓር እንታይ ይብሎም እዚ እኮ ሰብኣይ እዩ ግን ኣብ ናይ ሰበይቲ ኣካላት እዩ ኣትዩ ዘሎ በቲ ሓደ ወገን ከኣኒ እዚኣ እኮ ሰበይቲ እያ ግን ኣብ ናይ ሰብኣይ ቦዲ እያ ኣትያ ዘላ ይበሃል ኣነ ከኣ ንኣብይ ከመይ ርእዮ መስለኩም ሌክቸረር ኣብ ነብሲ ናይ ሓደ መምህር ዝተዓጸወ ኮይኑ ይስምዓኒ A lecturer trapped in the body of a Prime Minister። እዞም ኣርቲስት ኣክቲቪስት ዝኾኑ ምሽ ካቦኦም ኣውዲቆም ክብረቶም ኣውዲቆም ዝብሉ ንሱ ኸኣ ናይ ፕራይም ሚኒስተር ካባን ናይ ፕራይም ሚኒስተር ክብረትን ቀደም ኣውዲቁዎ እዩ ኣብይ ሸሞንተ ዓመት ጌሩ ኣሎ እዚ ክልተ መዓልቲ ከኣኒ ኣብ ኣዲስ ኣበባ ብዙሕ ዕግርግር እዩ ዘሎ ሰላማዊ ሰልፊ ገለመለ ከምታ እዚ ጀዋር ዝገብራ ዝነበረ ናይ ቄሮ ኣብ ከምኡ ዝመሳሰል ዓይነት እዩ ኣብ ገጹ ዝኸይድ ዘሎ ይመስል ቴዲ ኣፍሮ ካብዞም ብልጽግና ክድሕን እንድሕሪ ክኢሉ ዓቢ ለውጢ ክገብር ይኽእል እዩ ይመስለኒ። ከምዚ ናይ ጀዋር ኣሰናቢዶም ከየጥፍእዎ ጥራሕ። ኣብይ እቲ ናይ ፕራይም ሚኒስተር ካባን ክብረትን ቀንጢጡ ደርብይዎ እዩ ሕጂ ተሪፍዎ ዘሎ ናይ ነፍሲ ፍትወት ሰልፊሽ ዝኾነ ኣገባብ ሒዙ ዝኸይድ ዘሎ። ንእሽተይ ምኽሪ ኣለኒ ንኣብይ። ምኽሪ እንታይ ጥርሑ እንድዩ ስዕልካ ኢኻ ዝወሃብ ስለ ዝኽቦይ ኣነ ኸኣ። ልጅ ኣብይ ኣረኣእያኻ ተዋቓዓይ እዩ። ኣክትቪስትን ኣርቲስትን እዚ ነዊሕ ዝገበረ ክትዕ እዩ ሰብ ሓይኽዎስ ኮሊስዎስ ተፊእዎ ከማን። እቶም ፈላጣት እዚ ጸገማት እዚ ርእዮም ንኽልቲኦም ብሓንሳብ ኣርትቪስትስ ይብልዎም። ኣብ መንጎ ኣክትቪስትን ኣብ መንጎ ኣርቲስትን ዘዋቕዕ ነገር የለን ተጣሚሮም ዝሰርሑ እዮም ዋላ ኣይፋለጡ እቲ ዝሰርሕዎ ዘለዉ ኣብ ሓደ እዩ ዝኸይድ ነቲ ማሕበረሰብ ዘሎ ሽግራት ንኽፈትሑ ለውጢ ዝጠልቡ ሰባት እዮም በቲ ናይ ቃልሲ ቃል ጌርና እንድሕር ገሊጽናዮ ክልቲኦም ሪቮሉሽናሪስ እዮም ዝብሃሉ ሬቮሉሽን ከኣ ኩሉ ነገር ክቕየር ከሎ ሬቮሉሽን ተጌሩ እዩ ዝብሃል ከም ዝኳሕኳሕ ጥራሕ ኣይኮነን ሬቮሉሽን ኣብ ሰብዓታት ዝነበረ ናይ ዲስኮ ሳዕስዒት ምስዚ ሕጂ ናይ ጀነሬሽን ዚድ እዮም ዝብሃሉ ናቶም ዘሎ ስዕስዒት ሓደ ኣይኮነን ግን ክልወጥ ከሎ ግን ኣይትርእዮን ኢኻ ቡብቑሪ እንዳተለወጠ እንዳተለወጠ ከይፈለጥካዮ ከሎ ካብ ካልእ መልክዕ እዩ ዝበጽሕ እቲ ኩነታት እዩ ዝልወጥ እምበር እቲ ከርሲ ነገር ኣይልወጥን እዩ ስዕስዒት ኣይልወጥን እዩ ግን ከመይ ጌርካ ከም ትስዕስዕ ይልወጥ። ኣርቲስትን ኣክቲቪስትን እዚ ስታትስኮ ዝበሃል ከምዘለዎ ይቐጽል ዝብል ነገር ስለ ዘይቅበሉ። ኣብ መጀመርያ ሰማንያታት ሓደ ደርፊ ናይ እንግሊዝኛ ነይሩ ኣብ ታሕቲ ክገብረልኩም እየ ሊንክ ናቱ The revolution is televised ይብል ነይሩ እቲ ዝግበር ዘሎ ነገር ስዝሕባእ የሎን ኣብ ኩሉ ይበጽሕ ኣሎ ከም ማለት እዩ ሕጂ ከኣ ቴሌቫይዝድ ጥራሕ ዘይኮነስ ፕላትፎርማይዝድ እዩ ዘሎ ምክንያቱ ፕላትፎርም ኣትዩ ንቴሌቪዥን ኣይጽበይን እዩ ዜና ናይ ሰዓት ትሽዓተ ወይ ዜና ናይ ሰዓት ዓሰርተ ክልተ ኢሉ ኣይጽበይን እዩ ኣብ ዝመጸቶ ሽዓን ሽዓ ይድርብያ። ሕጂ እቲ ዝግበር ዘሎ ነገር ኣብ ኢትዮጵያ ኮይኑ ኣብ ካልእ ቦታ ኮይኑስ ካብ ሕጂ ንኔው ክሕባኣሉ ዝኽእል ዳርጋ እንዳ ጸበበ ይኸይድ ኣሎ እቶም ብፍርሂ ተዋሒጦም ዘለዉ ማሕበረሰባት ግን ቁሩብ ነቲ ሰንሰለት ክሰብርዎ ክኽእሉ ኣለዎም። እዚ እዩ ከኣ ለውጢ ዘምጽእ እንተ ዘይኮነ ኣነስ ተጨፍሊቐ እየ ዘለኹ እሞ እቲ ምጭፍላቕ ተቐቢለ ሱቕ ክብል ምባል ቅኑዕ ኣይኮነን። ስለዚ ነፍሲ ወከፍ ፈንጢዙ ወጺኡ እዚ ነገራት እዚ ኣብ ቃልዕ ከውጽኦ ኣለዎ። ቃልዕ ነዊሕ እንድና ጌርና ከነቃልዕ ገለመለ እንዳበልና ክሳብ ፍርያት ዝርከቦ ምቅላዕ ደው ኣይብልን እዩ። ቃልሲ ደው ኣይብልን እዩ። ኣብታ ትደልያ ዘለኻ ከይበጻሕካ ደው ኣይብልን እዩ። እታ ንደልያ ዘለና ከኣ እንታይ እያ? ወጋሕታ፣ እዚ ኩሉ ዝበልኩኹም ብዘይ ጽቡቕ ተስፋ፣ ብዘይ ቅንዕና ክመጽእ ኣይክእልን እዩ። ስለዚ እታ ክላበወኩም ዝኽእል ኣብ ዘየድሊ ሃለውለው ኣይንእተው፣ ኣብ ዘየድሊ ምስሕሓብን ምግፋጥን ኣይንእቶ። ገለ ለውጢ ንግበር። ከምኡ ከኣ ካባና ተስፋ ዝጽበዩ ሰባት ኣለዉ። ኤርትራውስ እባ ነቲ ከባቢ ዘሎ ኩሉ ሰብ ቃልሲ እንታይ ምዃኑ መሰል እንታይ ምዃኑ ዘምሃረ ዜጋ እዩ። ስለምንታይ ደኣ ኢና ሕጂ ረሲዕናዮ? እቲ መንፈስ እቲ ከነጥፍኦ የብልናን ክንዕቅቦ ዘለና መንፈስ እዩ። ነፃነትን ፍትሕን ክሳብ ነረጋግፅ ካብ ቃልሲ ደው ክንብል የብልና ክሳብ ኣብ ዝመፅእ ንራኸብ ተማሕርኩም ኣሎ